ከምኡ ድማ ኣናእሽተይ ኦራል ፓትሮል ዝመስላ ማለት እዩ ኣብ ልዕሊኤን እዩ እቲ ድሮን ደብዳብ ተፈፂሙ ማለት እዩ። ሓቂ ህወሓት ዘድሕና ትግራይ የላን ኣብዚ እዋን እዚ ህወሓት ዘወደኣ ዘጨፍጨፋ ዘድከማ ዘዋረዳ ዘሀገራ ዘቆርመማ ዝሸጣ ትግራይ እያ ዘላ ሕዚ እዩ ሓቂ ነንበብ ኣለና ኣብ ቀዳማይ እዚ ኣብ ኢዶም ኣብ ባዕሎም ምስ በፅሐት ምናልባት ክደናገፁ ይኾኑ ኣይገርፎምን ድሕረይ እዚ መቐለ ድዩ ኣብቲ ድዩ ብዝኾነ መንገዲ ኣይገርፎምን መረብ ሰላምን ዘይሰላምን ሕዛብ መን እያ ዘላ ኣብ TDF እያ ኣብ ሕውሓት ውን ኣይኮነትን ሕውሓት ናቲንግ ዋላ ይግደፎ ኢለ እየ ዝሓስብ ኣነ ሕውሓት ሞይቱ ኢለ ስለ ዝኣመንኩ ሕውሓት ምንም ትርጉም የብሉን ስልጣን እንድሕር ዘይሓዘን ምንም ንዓይ ትርጉም ስለ ዘይብሉ እየ።
ብተግባር ተሞኪርኩም ልወደቅኩም ሰባት ኢኹም። ስለዚ ክንኣምነኩም ብጣዕሚ ኢና ንችገር ተሓ ኦሞ ራያ ተቃውሞ የቅርብ ኣሎ ዝጀልጃል።
ንሱ ሓቂ ድዩ ኣብኡ ሰሚዕካ ኢኻ? እወ ስሚዐ እወ።
እለ ይእክቡ ኣለዉ ክቅ ንሶም ክዋግኡ እዮም እንተበልካ ድማ ክዋግኡ ኣይኽእሉን ስጋ ሒዝካ ውግእ የለን ሕዚ። ንሕና ክንነብር ኣናብሩና እያ በቃ ብሓጺሩ ኣብዚኣ ምስ በጻሕና ዓቢ ውጥረት ፈጢሩ ዘሎ እስካብ ክልተ ሽሕን ዓሰርተ ሸሞንተን ጥቅምቲ ዝነበረ ገመድ ጉታ ኮይኑ ቀፂሉ። ፌደራልሲ መንግስትና እዩ ኢልና ኢና ንኣምን። መንግስትና እዩ፣ ናይ ኢትዮጵያ መንግስቲ እዩ። ናይ ኢትዮጵያ መንግስቲ ኮይኑ ድማ ንሕና ዝጎደለና መሰል ከኽብር ግድን እዩ። ካሊእ ንዓና ንምልማዕ ተጋሩ ናይ ምልማዕ ግዴቱ እዩ ትግራይ ኢትዮጵያ እያ። ንሕና ክንነብር ኣናብሩና እያ በቃ ብሓፂሩ ኣብዚኣ ምስ በፃሕና ዓብይ ውጥረት ፈጢሩ ዘሎ እስካብ 2018 ጥቅምቲ ዝነበረ ገመድ ጉታ ኮይኑ ቀጺሉ። ኣብ ጥቅምቲ ክልተ ሽሕን ዓሰርተ ሸሞንተን እዚኣ ምስ ወጸት ግን ክልተ ዘይተሓጎሱ ሰባት ኣለዉ ክልተ ዘይተሓጎሱ ሰባት ኣለዉ ኣብ ክልተ ሃገረ ስብከት ኣብ ክልተ ሃገረ ስብከት ክልተ ሰባት ዘይተሓጎሱ ሽዑ እውን ተቃዊሞም እዮም ምስ ወፀ እንታይ እዩ ጉድለቱ ብድፍኖ ይንደልየን ብድፉን ኣይንደልየን። ንምንታይ እዩ ንዝብል ሓታታይ ብትኽክል ንምንታይ እዩ ንምንታይ እዩ ኢሉ ዝሓትት ኣዕሚቑ ዝሓትት እንድሕር ሃልዩ ኮይኑ ዓንተባዊ መርጌታ ጽጌ ዘልዓለዎ ማለት እዩ ሓጺር እዩ መልሱ ኣነን ናይ ስጋ ዝማደይን ደገፍተይን ወይም ከባቢየይን ክንነብር ካልእኹም ኣናብሩና እያ ንሕና ክንነብር ኣናብሩና እያ በቃ ብሓፂሩ ንሕና ንንበር ስለዚ ንስኻትኩም ኣናብሩና። እለ ይእክቡ ኣለዉ። ንሶም ክዋግኡ እዮም እንተበልካ ድማ ክዋግኡ ኣይኽእሉን። ስጋ ሒዝካ ውግእ የለን ሕዚ። ስጋ ጥራሕ ኣኪብካ ውግእ የለን። ሶ ደልዮሞ ዘለዉ እንታይ እዩ መከላኸሊ ንባዕሎም ንምክልኻል ዝገብርዎ ዘለዉ እዩ ዝመስለኒ ምኽሪ ሻዕብያ ምክሪ ሻዕብያ ማለት እዩ ሰሚዐን ይገብርዎ ኣለዉ ይገፉ ኣለዉ ሻዕብያን ካልኦትን ከዋግኡ ይደልዩ እዮም ንትግራዋይ ከዋግእዎ ከባእስዎ ይደልዩ ኣለዉ ሕዚ እውን እንታይ ብል ንባዕሎም ምስማዕ እንተዝጅምሩ ንባዕሎም ምስማዕ እንተዝጅምሩ፣ ህዝቢ ትግራይ ምስማዕ እንተዝጅምሩ፣ ንህዝቢ እንተዝሰምዑ ፅቡቕ ነይሩ። ሻዕብያ ናይ ኣብ ኢትዮጵያ ኢትዮጵያ ናይ ምትማር ስትራቴጂኡ ኣይቀየረን። ቀደም እውን ነይሩ ሕዚ እውን ንሳይ ዘቕፅል ዘሎ። ብተግባር ተሞኪርኩም ልወደቅኩም ሰባት ኢኹም። ስለዚ ክንኣምነኩም ብጣዕሚ ኢና ንችገር እቲ ሓሳብ ዋላ ወርቃዊ ይኹን ዋላ ሱቕ ይህልም ልበለ ንትግራይ ቁፅሪ ሓደ መዋፅኦ ኣላ ንሱ ይኹን እቲ ክንፈ ተውግዖ ኣለኻ እቲ ማሾ ተውግዖ ኣለኻ ብናትኩም ኣፍ ክበሃል ከሎ ግን ዋጋ እዩ ዝስእን ምኽንያቱም ክትገብርዎ ኣብ ትኽእሉ ሰዓት ኣይገበርኩሞን ዕስራ ሸውዓተ ዓመት ሙሉእ ኢትዮጵያ ትኣክል ዓዲ ኩሉ ሃፍታ ኩሉ ስልጣና ኩሉ ግዛዕ ተቖፃፂርኩም ክተብቅዑስ ሓንቲ ቅንጣት ንትግራይ ሃገርነት መንገዲ ትፀርግ ነገር ገይርኩም ኣይትፈልጡን ትፈልጡ ን ኣረድኡና ኣርእዩና እስኪ። ኩለን ልገበርኩመን ትግራይ ዓርሳ ብዓርሳ ከይተመሓድር ሃገር ከይትኸውን ኢኮኖሚኣ ከይትሃንፅ ጠንኪራ ከይትወፅእ ዕንቅፋት ኢኹም እንዳፈጠርኩም ፀኒሕኹም ናይ ትግራይ ምዕባይ ናይ ትግራይ ምፅባቕ ናይ ትግራይ ራህዋ ሩፍታ ምግናይ ንዓኹም ከየውቅስ ከየሕሚ ኢኹም ትስከፉ ኔርኩም so ብፕላን ብትልሚ ኢኩም ትደቅስዎ ኔርኩም እቲ ክልል እዚ ምክንያቱም ናብ መቀለ ትምለሱ የመሰለኩም ኔሩ ዘላኣለም ኣዲስ ኣበባ ንጉሳት ኮንኩም ትነብሩ መሲልኩም ሰለልነበረ so እዚ ብግልፂ ክባሃል ለለዎ so እዚ ኩሉ ተነሲካ እዚ ኩሉ ተቀቢልካ ናዓ እንድሕር ብዛዕባ ሃገርነት ትግራይ ተውግዕ ኮንካ ሓኡ ካዓ ኣብ ቅድሚት ኮንካ እስካ ዋና ሰላፊ ናይ እቲ ሃገርነት ፕሮጀክት ክትኮን ኣይትክእል እየ ናትኩም እዩ እቲ ፕሮጀክት እዚ ኣብ ኩሉ እቲ ወለዶ ሒዝዎ ልመፀ ኣጀንዳ ስቅ ኢልኩም ነነጢርካ ምእታው ፌር ኣይኮነ ትክክል ኣይኮነ በቃ ንስኹም ግድን ክትመርሕዎ ግድን ኣይኮነ ኩሉ ናይ ትግራይ ኣጀንዳስ እቶም ናይ ሕወሓት ተጋደልቲ እቶም ናይ ሕወሓት መራሕቲ ተለይ መሪሖሞ በቃ ልበላሾ ልመክን ኢሉ መስሎም ኔኖ ንስኹም ተነኺዕኹሞ ኢሉ መክን ብግልባጥ ስለዚ ውረዱ ካብቶም ሕልምታትና ካብቶም ባህግታትና ካብቶም መፃኢታትና ውረዱልና ፕሊስ ናይ ግድን ኣይኮነ ክንደፋፈር ናይ ግድን ኣይኮነ በዚ ልክዕ ክነውግዕ። ሓቂ ህወሓት ዘድሕና ትግራይ የላን ኣብዚ እዋን እዚ ህወሓት ዘወደኣ ዘጨፍጨፋ ዘድከማ ዘዋረዳ ዘሀገራ ዘቆርመማ ዝሸጣ ትግራይ እያ ዘላ ሕዚ እዩ እቲ ሓቂ ኣይኮነን ድዩ እቲ መንግስቲ ናይ ህወሓት ኣይኮነን እዚ ሰንሰለት ናይ ህወሓት ኣይኮነን። ምዕራብ ትግራይ መመሓደርቲ ብምልኦም ጠቕሊሎም ኣብ መቐለ እናደነሱ እናሰተዩ እናሃጠሩ እናዓጠሩ እናሰኸሩ ዝነብሩ ጀነራላት ከይተረፈ ካድረታት ከይተረፈ ኣይኮኑን ዘለዉ ህወሓት ኣይኮኑ ናይ ኣሜሪካን ናይ ኣውሮፓን ናይ ዩኤንን ረድኤት ሰሪቑ ህዝቢ ትግራይ ንክሞት ንክፀንት ዝገበረ ህወሓት ኣይኮነን ሰንሰለት ኣይኮነን ንክንደይ ኣዋርሕ ኣብ ኣኼባ ተኣኪቡ ህዝቢ ትግራይ እናሞተ ዘይግድሾ ህወሓት ኣይኮነን ንዓመትን ግዛዕን ናይ ውዕሊ ፕሪቶርያ ከይተፈጸመ ኮፍ ኢሉ እናሃለወ ንሱ ብዛዕባ ወንበሩ፣ ብዛዕባ ስልጣኑ፣ ብዛዕባ ጥቕሙ ጥቕማጥቕሙ ዝዛረብ ህወሓት ኣይኮነን። ስብሓት ነጋ ህወሓት ኣይኮነን። ብዛዕባ ምዕራብ ትግራይ ተዛሪቡ ዶ? ብዛዕባ ራያ ተዛሪቡ ዶ? ብዛዕባ ሓራ ሙፃ ተዛሪቡ ዶ? ብዛዕባ ሓድነት ተዛሪቡ ዶ? ኣይተዛረበን። ብዛዕባ ምድሓን ህወሓት እዩ። ህወሓት ንባዕሉ ከድሕን ክብል ህዝቢ ትግራይ ወዲዎ እዩ እቲ ናትና እምነት። ውዕሊ ፕሪቶርያ እውን እንተኾነ ብናተይ ኣበሃህላ ወይ ብናተይ እምነት ንህወሓትን ንክሊካቱን ንሰንሰለታቱን ዘድሐነ ደኣ እምበር ንትግራይ ኣያድሕንን። ውጫሌ እዩ ብውዕሊ ፕሪቶርያ ንትግራይ ኣሀጊሩ ግን ንደብረፅዮን ዝብልዎም ልሙሳት ክድሕኑ እዩ ተገይሩ። እዚ ተዘይኸውን ነይሩ ንደብረፅዮን ምሞቱ ምተቐንፀሉ ህዝቢ ትግራይ ድማ ምደሓነ ብኣንፃሩ ቃልሲ ህዝቢ ትግራይ እውን መልክዑ ቀይሩ ምተልዓለ እዚኦም ንሓምሳ ዓመት ምስ ስሳ ዓመት ዝለመሱ ልላህመሙ ዝፈዘዙ ዝቦረጩ ዝሰብሑ የትም ከውጽሕኻ ይኽእሉን ትግራዋይ ንዑ ኢና ተሳሒርና ተሳዒርና ሕዚ እውን ውግእ ውግእ ስለ ዘይደልዩ ጥራሕ ኣይኮነን እቲ ውግእ ዘባህርሮም ዘሎ ስለ ዝደኸሙ እዩ ይኮነን ዶ ውግእ ስለ ዘደናናዮ ይኮነን ብውግእ ተታሒዝካ ብውግእ እናተቐተልካ ብውግእ መሬትካ ተመንጢሉ ብውግእ ግዝኣትካ ተመንጢሉ ህዝብኻ ሕዚ እውን እናተረሸነ ንማርያማዊት እዚ ግዳይ ይኮነን ኣይኮነን ንካልኦት ከምኡ ዝበሉ ሕድራት ካድረታት እውን ጉዳዮም ኣይኮነን ኣይኮነን ንሕወሓት እውን ኣይጉዳያን ናይ ኣመሪካ ኣምባሳደር መን እዩ ምጽለይ እኮ ማይክ ሃመር ድዩ ከይዱ እኮ ኣይኮነን ድዩ ምስ ህወሓት ተዛርዩ ቅርሺ ክለቀሎም ኣይኮነን ስልጣን ክልቀቀሎም ኣይኮነን ናብ ፌደራል ከይዶም እዮም ስልጣን ክርከቡ ኣይኮነን ዶ ስብሓት ነጋ ነጊርካ እኮ እቲ ህንድግዛዕ ዝኾን ጋውና ናይ ህዝቢ ትግራይ ወይ ድማ ናይ ህወሓት መስራቲ ተባሂሉ ዝለዓለ ብዕብየት ማለተይ ብዕድመ ተባሂሉ ዝተባህለ ሰብኣይ እኮ ህወሓት እያ ትፅበ ዘላ ኢትዮጵያ ኢልካ ትግራይ ከ እንተኢልካዮ ስለ ትግራይ ግዱእ ኣይኮነን ህወሓት ብኡ ልክዕ እዩ ዝሓስብ ኣይኮነን ዶ ህወሓት ዝሓስብ ተዝኸውን ከምቲ ማርያማዊት ዝወለቶ ሪፎርም ዝገብር ተዝኸውን ነይሩ ሰለስተ ኣርባዕተ ዓመት ተዘሪቡ እኮ ኣይገበረን ኣይኮነን ድዩ ሕዚ ዝሰምዝ እኮ ሪፎርም ክግበር ተባሂሉ ደብረ ፅዮን ዝብልዎ ለማስ ዝዛረቦን ዝሓስቦን ዘይፈልጥ ዝመጽን ዝኸይድን ዘይፈልጥ ዝኽተልን ዘስዕቦን ዘይፈልጥ ናብ ስልጣን ንክምለስ እኮ ብናይ ስብሓት ነጋ ትእዛዝ ጀነራላት ኢዶም እትዮም ንደብረ ፅዮን እኮ ናብ ስልጣኑ መሊሶም ኣይኮነን ናይ ህወሓት ፀሓፊ ናይ ባዕላ ጉዳይ ናይ ህወሓት ህወሓት ክትፈርስ ዘይክትፈርስ ናይ ባዕላ ጉዳይ እዩ ከምቲ ማርያማዊት ዝበለቶ ንሕና ስለ ንሕና ተጋሩ ኢና ንተጋሩ ጅሆ ትሕዝ ንተጋሩ ተቅትል ንተጋሩ ተወድእ ብሰንካ ህዝቢ ትግራይ ዝጭጭት እንተኮይኑ ግን ህወሓት ክንቋወማ ግድን ይኸውን ተዘይሎ ከዳሚ ኢኻ ክትኸውን ጌጋ ኢቲ ኣናሎጂ ናይ ማርያማዊት እውን ምስ ህወሓት እዩ ዝኸይድ ናይ ህወሓት እውን ምስ ማርያማዊት ዝኸይድ ብዘይ ህወሓት ትግራይ ኣይትነብርን እዩ ዝብለካ ዘሎ ብዘይ ህወሓት ዝነበረት ትግራይ እያ ናይ ዓድዋ በዓል ተኽብር ዘላ ዓወት ዓድዋ ተኽብር ዘላ ኣሉላ ህወሓት ኣይነበረን ብላታ ሃይለማርያም ህወሓት ኣይነበረን ራእሲ ሓጎስ ህወሓት ኣይነበረን ነይሩ ዶ ኣይነበረን ናይ ህወሓት ታሪክ ዘመነ ሽፍትነት እዩ እዚ ድማ ሎካል ውግእ ሕድሕድ ውግእ ይበሃል ኢንተርናሽናል ውግእ ተዋጊኦም ኢንተርናሽናል ጀነራላት ዝተውሃሉ ንኣሉላ ኣባነጋ ህወሓት ስለ ዝነበረት ኣይኮነን እዚ ርእሲ እዚ ከምኡ ክስፈ ስለ ዝተገበረ ንኣርባዓ ዓመት ደጋጊማ ህወሓት ስለ ዝነገረትካ ጥራሕ እየ ኣይኮነን ዶ

ጀልጃል እናበልካ እናፀረፍካ መፅዩ እንታይ ዶ ከምፅእ እንታይ ዳኣሉ መን እዩ ዝቃወማ ንሕውሓት ሕውሓት እኮ ከምዚ እያ ከምዚ ዝብል ኣንተው ዝበልኩካ ናይ ሕውሓት ናይ መኸተ ሚና ነጊረካ እየ ንሕውሓት እሲ ማንም ገባር እዩ ዝበልፃ ማንም ሰብ እዩ ዝመልፃ ዝበልፃ ምክንያቱ ስም ከቕቢሉ እዩ ደቆ ቆልዑ ኣኪቡ ዝተዋግእ ሓይሊ እውን ኣሎ ብዙሕ ነገር ኣሎ ኣብ ትግራይ ጀልጃል ዝበሃል ህዝቢ የለን እቲ ጀልጃል ዘለዎ ህዝቢ ከመይ ዝመሰለ ህዝቢ ከም ዝኾነ ይፈልጥዎ እዮም። ዝፅግሞም ናብኡ ከም ዝኸዱ ይፈልጡ እዮም። ክእረም ነይሩ ኣይተኣረመ ከምኡ ገይሩ ቀፂሉ ዓርቢ ምሸት ዝተረኣናያ ናብ ድምፂ ክትከይድ እያ ናብ ድምፂ ትኸይድ ምዃና ፈሊጥና ኢሉ ወፂኡ ንሕና ውሕዳት ኢና እሶም ብዝሕ ዝብሉ ነይሮም መወዳእታ ካብ ሽዱ ሸውዓተ ሰብ ኢና ነርና ካልኦት እውን ነይሮም ተመኻኺርና ንውፅዕ ኢልና ወፂና ማለት ኣይንመለስ ኣይረገጥና ረጊፆም እዮም ዝብሉ ሰብ ኣይረገጥና ከይድና ምሸት ስኢልና ኢሕና ኣልና ውዒልና ዝሓት እዚ ኣኼባ እዚ ፀረ ህዝቢ እዩ። ህዝቢ እናፀረፈ ህዝቢ ዝፀርፍ ንውድብ ዘይራታ ዝህብ ጠቕላላ እንታ ውድብ ትበሃል ዘፍርስ እዩ ሰራዊት ንዝኣክል ተስካፍል ኣይንሳተፍ ኢልና ኣይከድና ገዛና ኣቲና ታር ሓዘ ሓዘ ኢሎም ገሊኦም ና ከምዚ ክገብሩና እዮም ከምዚ ክገብሩና እዮም ኢሎም ክሃዱ ሞኪሮም ወረዲ ንሕና ንሓስቦ ኣይኮነን ንሓደ ንሓደ ንሓስብ ስለ ዘይነበረ ኩሉ ብሰላማዊ መንገድ ክውዳእ ኣለዎ ኢልና ንብል ስለ ዝነበርና እዩ ወፂና መግለፂ ክንህብ ሓሲብና ነርና ንሓር ግን ንሕና መግለፂ ተሂብና ክነባኣሶ ኢና ትኹነታ ተማይጥና ኢና ክነባኣሶ ኢና ትኹነታ ስለዚ ከይነባኣሶ ንሱ ክንብል ንሱ ክንብል ኢና ንሱ ክኢልና መወዳእታ ፀዊዖምና ኣብታ ናይ ወዲ ወረደ ቢሮ ጸዊዖምና ተጋጊኹም ኢኹም ይቅርታ በሉ ኢሎምና ኣይንብልን ኢልናዮም ንስኹም ተጋጊኹም ኢልና ድማ እሚንናዮም እሺ ንሕና ይቅርታ ክንብል ኢሎም ይቅርታ ክብሉ እዮም እንተበልና እንተበልናስ ገይሮም ጋር ሃምታ ናይ ንኸተ ገምጋም ሳውን ጥፊኦም ስለዚ የረሳስዑ ኸ እዮም ስለዚ እምበር ንሕና ኢና እሚንናዮም ይቅርታ ተጋጊና ኢና ኣጥፊእና ኢና ኢሎም እዮም ይቃወሙን እኮ ነይሮም እዮም ገሊኦም ኣቶም ሰብ ሕማቅ ሕኒሕያ ይብሎም ተወለ እኮ ይቃወም ነይሩ እዩ ተወለ ይቃወም ነይሩ ግን ኣብቲ መወዳእታ ግን ኢደ ውፅኡ የንጭብጭ ድማ እዩ ካብ ሕዚ ክዛረብ ከሎ ኣነ እኮ ተቃዊሞ እየ ይብሎ ምቃወም ማለት ምዝራብ ድዩ ኢድካ እኮ ውፅካ ወሲንካ ኢድ ከውጽኣ እንተ ተወሲንካ ጥቓንካ ማለት እዩ ከም ካልኦት እውን እኮ እስኪ ንርኣያ ንሕሰበላ ምናምን ይብሉ ነይሮም እዮም እንታይ እያ እዚኣ መፍርሒት እያ ይብሉ ነይሮም እዮም ግን ወሲኖማ ከይዶም እዚ ዝተወሰደ ድማ ዓብኣዊ ብጣዕሚ ብዙሕ እዩ ክነግረካ ገንዘብ ይርጮ ነይሩ እዩ ኣነ መስረጃ ኣለኒ ገንዘብ እናረጨወት ፒኤልኤፍ ብድሕሪት ኮይና ገንዘብ እናረጨወት እያ ቢላቶ

ኣረ እዙይ እኒኣኻ ቆሎ ኢልዎ እንትዛረብ ዝነበረ ቆሎየ እናበለስ ኣብ ሆቴል ይምገብ እዚ እኒኣኻ ቆሎ ፅቡቅ ቆሎ ባራኽ ሂብካ ኢልዎ ስለዚ እናተ ፈሰስ ተፋሰስ ቅርሺ እናተዋሃበ ቅርሺ እናተዋሃበ ሳም ይበል ሳም ይታ ቅድሚኦም ኮሚቴታት ነይሮም እዮም ኮሚቴታት ነይረን እየን። ናይ ምዕራብ ሓንቲ ኮሚቴ ነይራ፣ ኤርትራ ሓንቲ ኮሚቴ ነይራ። ኮሚቴታት ከም ዘለዋ ንፈልጥ ኢና። ነዳዲኦም ግዛዕ እናተሃቦም። ስለዚ ኣብኡ ግን እቲ ኣኼባ ሞር ንህወሓት ደጋፊ ኮይኑ ብገንዘብ ተገዚኡ ብስምዒት ተደፊኡ ክድግፍ ካብ ዝተገበረ ኮነ ተባሂሉ እያ። እዚ ኣብዚ ዝመርሕዎ ድማ ደመኛ ካድረታት ናይ ሰራዊት ኣለዉ። መብዛሕትኦም እቶም ብዙሓት ናይ ግንባር ኣዘዝቲ ኣብኡ ተሰሊፎም መሪሖም። ከምኡ ድማ ኣናእሽተይ ኦራል ፓትሮል ዝመስላ ማለት እዩ ኣብ ልዕሊኤን እዩ እቲ ድሮን ደብዳብ ተፈፂሙ ማለት እዩ። ከምቲ ትፈልጥዎ ድሮን እናተመላለሰት እያ ትወቅዕ። እዚ ኩሉ ክውቃዕ ከሎ ማለት ብሓንቲ ዙር ኣብ ሓንቲ ቦታ ኣብ ፀቢብ ቦታ ድዩ ተረኪቡ ዝብል ነገር ገና ሓበሬታታት እኳ ተዘይመፁ ግን እቲ ዝተፈፀመ ኩነት ብጣዕሚ መሕዘኒ ኣብ ልዕሊ ማለት ኣብቲ ልዕሊ ሰራዊትና እውን ዓብዪ ጉድኣት ከም ዝበፅሐ ዘመላኽቱ ሓበሬታታት እዮም ወፂኦም ዘለው እቲ ደብዳብ ማለት ካብ መጀመርያ ጀሚሩ እውን ናይ ሰራዊት ምንቅስቃስ ከም ዝካየድ ኣብዚ ኣብ ማሕበራዊ ሚድያ ብሓደ ሓደ ኣክቲቪስት ሰሚዕና ነይርና ኢና እንተኾነ ግን ማለት ዝተወሰደ ጥንቃቐ እውን የለን እቲ ዝተፈፀመ ፍፃመ እውን መሕዘኒ እዩ ካብኡ ንግሆ እቲ ፍፃመ ምስ ተፈፀመ ክልተ ነገራት እዮም ተስተውዒሎም ኣብዚ ኣብ ማሕበራዊ ሚድያ መጀመርያ ገና ናይቶም ማለት ጉድኣት ዝበፅሖም መናእሰያትና ገና ደግለግ ቆልዑታትና ናዮም ሓዘን እንተይገለፅና ናብ ካሊእ ናብ ፖለቲካ ሽርሕታት እዩ ተኣትዩ ብጣዕሚ ብዘሕዝን መልክዑ ማለት መጀመርያ ጥቕዓት ዝበሃል ኣይተፈፀመ ንልዕሊ ሰራዊትና ዝብል ማለት ኣፈኛታት ኢና በሃልቲ መፅኦም ንሕና ኢና ናብ ሰራዊት ኣፈኛታት ንሕና ኢና ንፈልጥ ኣብ ልዕሊ ኣርማ ዓሰርተ ሰለስተ ምንም ዓይነት ምንቅስቃስ እውን የገበረት ኣርማ ዓሰርተ ሰለስተ ምንም ዓይነት ጥቕዓት የበፅሓይ ዝብል ነገር እዩ መጀመርያ መፅኡ ካብቶም ኣፈኛታት ማለት እዩ ድሓር ግን ካብቲ ከባቢ ስልኪ እውን ስለ ዘሎ እቲ ዝሰምዖ ሰብ እውን ምንጋር ምስ ጀመረ ካልኦት ኣፈኛታት ኣብ ደገና ውሽጥን ዘለዉ ድማ እቲ ጥቕዓት ምፍፃሙ ገሊፆም ወዲያው ላበይ እዮም ሽፍት ክገብርዎ ደልዮም ናይቲ ማለት ናይቲ መንእሰይና ህይወት በቃ ናብ ርካሽ ነገር ንክቕይሩ እታ ድሮን ከይዳ ኣብ ሱዳን ተወቂዓ ወዲቓ እያ ዝብል መፅናዕንዕ ዝመስል ቃል እዮም ሒዞም መፅኦም እቶም ኣፈኛታት ማለት ክንደየናይ መንእሰይ ትግራይ ህይወት በቃ ብቲ ናዮም ዓይኒ ርካሽ ምዃኑ እዩ ለርእየካ ምስ ድሮን እዮም ለወዳድርዎ ሓንቲ ድሮን ወዲቓስ እታ ልደብደበት እና እታ ሰራዊት ትግራይ ልደብደበት ጉድኣት በፂሓ ኣቑሲላ ልኸደት ሓንቲ ድሮንስ ስለልተሓምሸሸትስ ክሕጎስ ማለት እዩ ሰብ ማለት ሓንቲ ድሮን ዋጋኣ ገለኣ ብኸንደይ ተሰሊዓ እያ ናብ ማዕረ ህይወት ሰብ ከመጣጥርዋ ኣለዉ ተመስገን ዳዊት ገለ ዝብልዎም ኣፍቲ ፍቲ ማለት ቀንደብደብ ዝለመዱ ቆልዑ ከምኡ ልብል ፖስት ላረእኹ ነይረ እታ ድሮን ተሓምሽሻ እያ ልብል ካብኡ ድማ ፌክ ዝኾነና ሊባኖስ ና 217 ናይ ዝወደቐት ድሮን ምስ ለምፂኻ ንህዝቢ ትግራይ ምግጋይ ማለት መጀመርያ ሓዘንካ ግለፅ ኢዶ መጀመርያ እቲ ለገጠመ ነገር ኢዶ መጀመርያ ሰንስ ጎወሪ ካብኡ እቲ ብጣዕሚ ለሕፍር ነገር ሓደ ሓደ ሰባት እውን ማለት እሰይ እንኳዕ ውቅዕቶም ገለ ዝብል ማለት እንድዒ ኣብቲ ሰራዊት ዘሎ እኮ ሓውና እዩ ትግራዋ እዩ ምንም ብዙ ኢለ ጠራጥረ የብሉ ኣነ ኣብዚ ሰራዊት እዚ ክሳተፍ ድየ ኣይሳተፊ ናይኻ ውሳነ ኮይኑ ግን ኣብቲ ሰራዊት ደስ ዝበሎ ነገር ይፈፀም ምባል ግን ኣነ ማለት እንድዒ ከም ትግራዋይነት የጠራጥር እዩ ማዕረ ማዕረቱ ኣብ ኣዲስ ኣበባ ግፋ ተጀሚሩ ኢሉ ዝሕጎስ ትግራዋይ እዚ ዘውዝኒዮ ዝሕጎስ ትግራዋይ እውን ንባዕሉ ክፍትሽ ኣለዎ በሃላ እየ ምናልባት ብጣዕሚ ብዙሓት ነገራት ላተወዝዑ ውዒሎም ሓደ ሓዲኦም ማለት ንደረጃ ትግራዋይነት ንክብረት ትግራዋይነት ኣይምጡን እዩ ማለት ብቐፃልነት እውን ክንመሃሃረሎም ዝግበአና ኣብ ኣዲስ ኣበባ ሰባት ተገፊፎም ኢሉ ዝሕጎስ ኣብ መቐለ ኮይኑ ኣብ ኣዲስ ኣበባ ኮይኑ እውን ኣብ ትግራይ ብዝተፈፀመ ጥቕዓት ዝሕጎስ ዝሃልዩ እንድዕያነ ምንም ኣብዚ ሓሳብካ ድማ ብጣዕሚ መቸገሪ ክኸውን ማለት ምክንያታዊ ንኹን ድብል ነገር ናልዕል ክውን ስለ ዝመፃኹ ማለት እዩ ስለዚ እታ ድሮ ንወዲቓ ዝብል መፅናዕንዒ እንኳዕ ተወቕዑ ዝብል በቃ ብጣዕሚ መሕዘኒ ነገራት እዮም ተርእዩ ቅድሚ እቲ ሓዘን ምግላፅ ነቲ ዝበፅሐ ነገር ማለት እዩ ስለዚ ክኹነን እውን እዩ ዘለዎ ኢለ እየ ዝኣምን ምክንያቱ ሕዚ ማለት ትግራይ ኩናት ኣይትሽከሚ ድልውነታ እውን ኣብ ሕቶ ማለት ሓድነታ እውን ኣብ ሕቶ ዝኣተወሉ ስለ ዝኾነ እዚ እነካይዶ ውግእ ብመሰረቱ ሕቶታት ህዝቢ ትግራይ እውን ዝፈትሕ ይኾነ ብዞም መራሕቲ እዚኦም እናተመራሕና እነሳኽዖ ዓወት የለን ካብ ዝብል ኩለና ሰላም ንብል ኣለና ኢና ሰላም ማለት ግን ክትውቃዕ ከለካ እውን ሱቅ ምባል ማለት ኣይኮነ መንግስቲ ኢትዮጵያ እውን እቲ ክግበር ዘለዎ ነገር እዩ ሰላም ዝበሃል ነገር እሱ እውን ካብኡ እውን ይሕለ እዩ ማለት ስለዚ ማለት ከምዚ ዓይነት ውሳነታት ናብ ሙሉእ ጦርነት ናብ ሙሉእ ኩናት ስለ ዘእትዩካ ክውገዝ ክኹነን እዩ ዘሎ እዩ ዝሓስብ ምናልባት ብጣዕሚ ብዙሓት ሰባት ሕዚ ኣብ ክልተ ነገር የዋግዑ ኣለዉ እቲ ሓደ ማለት ርኡይ ናይ መሪሕነት ፀገም ዝተረኣየሉ ከም ዝነበረ ማለት ነቶም ብፍላይ እዚ መሪሕነት እዚ ነዚ ውግእ ኣይኮነይ መርዓ እውን ምስ ኣይከድን ዝብል ናይ ንሸዊት ውዳሴ እውን ኣገላልፃ ትሰምዑ ኢኹም ወራድ መርዓውንስ ምስ ህወሓት ኮይነ ይከዲ ምስ መሪሕነት ህወሓት ኮይነ ይከዲ ኩሉ ትሰምዕዎም ኢኹም እና እቲ ሐዚ ዘሎ መሪሕነት ማለት ተዓፃፂፉ እንተነኣሰ ክልተ ድየን ሓንቲ መኪና ምስ ተወቕዓ ዝኾነ ዓይነት ሓበሬታ እዩ ክሰድድ ነይርዎ ካብቲ ከባቢ ዝመፁ ዘለዎ ሓበሬታታት ግን ብጣዕሚ ርኡይ ናይ መሪሕነት ስሕተት ከም ዝነበሮ እቲ ሓንቲ ክትውቃዕ ተላ እቲ ሓንቲ እውን መሊስካ ምስዳድ ዝመስል ካሊእ ዓይነት መፍትሒ ዘይምእላሽ ዝመስል ነገር ከምዝነበረ ብጣዕሚ ብርኡ የዋግዕዎ ኣለው መንግስቲ ትግራይ እውን ማለት መግለፂ ኣውፅኡ እዩ ግን ዳርጋ እቲ ኩነታት ትማሊ ተፈፂሙ ላብ ሎሚ ዘውግሕ ትማሊ ፍርቂ ለይቲ ማለት እዩ ሎም መዓልቲ ከባቢ ዓሰርተ ሓደ ሰዓት እዩ እቲ መግለፂ ተዋሂብዎ ብዛዕባ እዚ ጉዳይ ብዙሓት ሰባት ተዘራሪቦምሉ ኣውጊዖም ምስ ወድእዎ ማለት እንድዒ ሓደ ገጽ ጽሑፍ ንምጽሓፍ ንምንታይ ሓደ መዓልቲ ከም ዝውድእ ኣይርድአኒ ኣነ ሓንቲ ገጽ ማለት ዝተፈጸመ ፍጻመ ማለት ማሕበረሰብ ማዕበለ እውን ክፈልጦ ንምግባር ቅዋም እቲ መንግስቲ እውን እንታይ ምዃኑ ንምርኣይ ሓደ መዓልቲ ማለት ሓደ ሓደ ሻዕ መስዋእትኻ እውን ዋጋ ክስእ እንከሎ ብጣዕሚ እዩ ዘሕዝን ተሰዊእኻ ቆሲልካ ወዲቕካ እውን ሓዘን እኮ ብልክዑ ከይገልፀልካ እቲ ሕብረተሰብ እውን ሓዘኔትኡ ከይገልፀልካስ እቲ ኩነታት ግን ከምዘይተፈጠረ ሓደ መዓልቲ ሙሉእ ምፅባይ ኣዝዩ መሕዘኒ እዩ እቲ መግለፂ ዋላ እኳ ልምሸቱ ተተዋሃወ ግን ብጣዕሚ ዝደንጉየ መግለፂ እዩ እቲ ኩነታት እውን መሕዘኒ እዩ ከምቲ ዝተፈላለዩ ማሕበረታት ማለት ማሕበራዊ ሚድያ ኣክቲቪስታት ዝገልፅዎ ዘለዉ ማለት እታ ኣርሚ ሎም መዓልቲ ቅጥዓት ዝተፈፀመላ ናብ ሱዳን ክትሸግር ንሓይሊ ሱዳን ክትሕግዝ ብኤርትራ እያ ገለ ዝብሉ ማለት ዝውግዑ ወግዕታት ኣለዉ ክሳዕ ሕዚ ኣነ ብውልቀይ ዘረጋገፅክዎ ሓበሬታ የብለይን ናብ ውግ ከም ዝኣቱ ናብ ኮምና ዓይነት ነንበብለ ናብ ቀዳማይ እዚ ኣብ ኢዶም ኣብ ባዕሎም ምስ በፅሐት ምናልባት ክደናገፁ ይኾኑ ኣይገርፎምን ድሕረይ እዚ መቐለ ድዩ ኣብቲ ድዩ ብዝኾነ መንገዲ ኣይገርፎምን መረፅኡ ኣካይዱ እዩ ሰብኣይ ሳክሰስፉል ምንም ጉዳይ የብሉን ሕዚ ምስ ትግራይ ጎተት እንዳበሉ ኣይ ቲንክ ገሊኦምስ ሓደ ሰብ ናይ ብልፅግና ሰብ ኣዲስ ኣበባ ዘለስ ኣታ እዞም እዞም እንዳ ወያነስ ኣብ ቆላ ተንቤን ግዲኦም ውግእ ክኸፍቱ ጀሚሮም ደልዮም ኢሉኒ ኣብ ቆላ ተንቤን ኣብቲ ናይ ቀደም ግዲ እውን ዝሎም ዘሎ ኣብ ጅራ ገለ ከምዚ ኮና ከምዚ ኮና ዝበሃል ወግዒ ንሱ ግዲ ዝረኦም ዘሎ ኣብይ ብልፅግና ኣብ ከመይ ኩነታት ወጥሪ ኮይኑ ሓሊፉ መረፅኡ ምስ ኣካየደ ናብ ውግእ ከምዝኣቱ ብድሮን ድሕሪ ናይ እንትጮ መጥቃዕቲ ሕዚ እዩ መረፃ ምስ ኣካየደ እዩ ድሮን ደብርዩ ዝኒኦ ፅባሕ ንጎዲ ሎሚ ለይቲ ድዩ ኣበይ ከምዝድብሪ ኣይንፈልጥን መራሕቲ ትግራይ ዘነፃፀረ ሓቂ ትዝክሮ ዶ ቀዳማይ ብድሮ ንበሎም ዝብሉ እቶም ሕወሓት ፀባስቲያ ዕብያ ባንዳታት ዝኾኑ ግደፎ እሞ ጌታቸው በዓሉ እቲ ዋና ምስ ፌደራል መንግስቲ ሕዚ ንሟገት ኣለና ዘለና ዋ ፈሊኻ ወቃዕ ትወቅዕ ተደሊኻ ኣብ ዘይምልከቶ መንእሰይ ትግራይ ዝኣትወሉ ምክንያት የለን ኣብ ንእትኸውለሎም እንተደልዮም ቅድሚ ሕዚ ይሟገት ነይረ ሕዚ ዘሰክፈን የለን መንእሰይ ትግራይ ካብኡ ዝውዳእ ዝኾኑ ደቂ ሰው ዓመት ተኣኪቦም ብዙሕ ገንዘብ ኣሎም ብዙሕ ዘረፍዎ ነገር ኣሎም ብካሊእ መንገዲ እንተስ ብፀሎት ይኹን እንተስ በርቂ ብነጎዳ ዝጠፍእሉ መንገዲ ተልዩ ባዕሉ ይረእ ካብ ወፃኢ ግን ንሕና ከም ተጋደልቲ ከም ደለይቲ ለውጢ ክነሕፅሮ ንኽእለሉ ዕድል ክፍጠር ምእንቲ ተነፈላላይና ወንዚፍና ንስራሕ ዝብል መልእኽተይ ከሕልፍ ዝደሊ የቐንየለይ።
እዚኣቶም ስርሖም እዮም ዝሰርሑ ዘለዉ ጎረፋይ ናይ ፖለቲካ ትግራይ ከምቲ ዝገለፅካዮ ማለት ኣብ ሚድያ እውን ክትዛረቡ እውን ይከብደካ እቲ ሓቆም በኣ እዮም ምስሩ እዚኣቶም መሪሕነት ብቶም ኣዲስ ኣበባ ዝኸዱ ክንዓቑ እውን ትብሎ በዚ እዩ ምንመ ይገብሩ እዚኣቶም እኮ ምንም ምንም ከም ዘይገብሩ ፈሊጠ እኮ ኣብ ትግራይ ኮነ ዝርብሽ ነይረ ዝብሉ ሰባት ኣዲስ ኣበባ ርኢና ኢና ሰባት ኣንድ ዝክሮም ሰባት ኣለዉ ምንም ኣይገብሩን እሞ ወዲ ቤተ ይኣስረካን ከምዚ ይብለካን ፍሳ ማንጁ ስቅ ይብለካ ምንም ኣይገብሩ ዓቕሚ የብሎምን ይብሉካ ኣዲስ ኣበባ ምስ ከዱ ዓቕሚ የብሎምን ማለት ከመይ ገይሮም ከምዚ ለመሰት መሪሕነት ኣብ ላዕሊ ዘሎ መሪሕነት ሰራዊት ትግራይ ብሓላፍነት ሓላፍነት ህዝቢ ትግራይ ብሓፈሹ ትግራይ ሓላፍነት እንካ ተባሂሉ ተዋሂቡ ዘሎ ሓላፍነት ንውሑዳት ውልቀ ሰባት ክብሪ ዶ ንገለ ከይብለኒ ወ ምናልባት ገሊኦም ዶ ሚስጥር ዶ ይሕዝሎም ይኾኑ ገሊኦም ወይ ድማ እዚ ኣንታይ ገርስ እዚ ዶ ይገብሩኒ ኢሎም ዶ ይሓስቡ ይኾኑ ክብሪ ካብ ክብሪ ሰራዊት ትግራይ ውልቀ ሰባት ክብሪ ውልቀ ሰባት ዘገድሶም ርኢና ኢና ኣብ ሚድያ ስለ ዘለና ምስ ሚልዮናት ስለንሓደር ንሚልዮናት ክነርድእ ክንዛረብ ስለንኽእል ኢልና ክንዛረቦ ንዛረቦ ኣይንዛረብ ዓቕሚ ስለ ዘለና ይንዛረብ ምክንያቱም ሓቢርካ ኢና ዝኾነ ነገር ዋእ ሳቶም መችም ሳቶም ድሕር ተስማሚዖም ሳቶም ድሕር ተረዳዲኦም ንሕና እንታይ የገድሰና ንሕና ከም ውልቀ ናይ ውልቀ ፀገም ውልቀ ፀገም ከም ዘለዎም ንፈልጥ ኢና ሰለልቲ ምዃኖም ንፈልጥ ንፈረቃ ኢና ገሊኦም ሰለልቲ ምዃኖም መረዳእታ ዘቕብሉ ምዃኖም መረዳእታ ግን ሓቢርና ንክድ ተኢሎም ፅቡቅ ትኸዱ ዲኹም ትኸዱ ዲኹም ንትግራይ ዝጠቅም ድዩ ወይስ ውልቀኹም ዲኹም ትርእይዎ እንተኢልና ውልቀ ኣይኮነን እዚ ናይ ትግራይ ናይ ውልቀ ጉዳይ ኮነን ወደፋይ ኣብቲ ውግእ ግዜ ኣብ ናይ ትግራይ ወራር ግዜ ውግእ ፕሮግራም ናይ ውግእ ፕሮግራም ተቐይዱ ኣብ ትግራይ ስኬጁል ማለት ዝኾነ መጥቃዕቲ ዝኾነ ስልክኻ ድዩ ውግእ ንተመልከት ንስቸ ክንዛረበሉ ውግእ ኣብ ትግራይ ተሰሪዙ እዩ ጌታቸው መረዳት ኣውፅኡ ተባሂሉ ማለት እዩ እንተበልከ ተዛሩ ስለዘለና እዩ ወደ ፋይ ላፕቶፕ ሒዝካ ምፃእተውናዮ ብሞባይል ኣተሎ ዮ እንተበልከት ምን ክንገብር ኣይከለን ኢና ኣብዚ ንላዕሊ ብዛዕባ ላፕቶፕ ኣይንዛረብ ኢና ማለት ብዙሕ ግዜ ዝፀዓርናሉ ጉዳይ ስለዝኾነ እዩ ኣብ ትግራይ ውግእ ፕሮግራም ተሰሪዙ ክንብል ተለና ክስረ ስለ ዝነበሮ እዩ ሓበሬታ ኣውፅኡ ተባሂሉ ሰብ ሃፍቲ ረኪቦምዎ ውግእ ትግራይ ፅባሕ ንጎ ኮምዚ ኮምዚ ኢሉ ተዛረቡ ስለ ዘለና እዩ ተዝንዮ መሪሕነት እውን ትዲኤፍ ዝነበረ ስለ ዝኾነ እዩ ግታቸው ደጉ ኢሉ ንደገ እቶም ኣዘዝቲ ዝፈትዎ እቶም ላዕሎት ኣዘዝቲ ዝፈትዎ ጉዳይ ፅባሕ ንጎ ኮምዚ ኮምዚ ፅባሕ ክትሰምዑ ኢኹም ብሬኪንግ ኒውስ ኣለኩም ፅባሕ ንወጣዓዋ ክነብሉ ኢና ኣብዚ ከባቢ ኣብዚ ከባቢ ኢልዎ ናብ ደገ ዝርከቡ ሰባት ዘን ትሰብ ናብ ትዴፍ ይድውል ትሰብ ኮም ተነገረ ሰብ ናብ ትዴፍ ይድውል tdf እሞ ፅባሕ ትጅምርዋ ኣለኹም ፀባ ፅባሕ እኮ ኣብዚኣ ከባቢ ዓወት ብዓወት እያ እኒሄ እሞ የብሎ መን ነጊርኳ ይብሎ ዋ ሰሚዕና እንዲና ጌቹ ደዊሉ ነጊርና እኮ እዩ ኢሉ ኣርመ ኣዘዝቲ ዘይሰምዕዎ ገሊኡ ኣርመ እዩ ማለት ናብ ታሕቲ ዘይወረደ እቲ ትእዛዝ ናብ ታሕቲ ዘይወረደ እዩ ተገይሩ ትእዛዝ ንታሕቲ ዘይወረደ መራሕቲ ሰብ ሃፍቲ ፈሊጠምዎ ኣብ ደገ ዝርከቡ ሰብ ሃፍቲ ቢዝነስ ገንዘብ ስለ እናተባሃሉ ክልተ ሽሕ ዶላር ሓደ ሽሕ ዶላር ገሊኡ ካብ ታንዛንያ ገሊኡ ካብ ሩዋንዳ ካብ ዩጋንዳ ካብ ዛምብያ ካብ ኣሜሪካ ዝለኣኸሎም ዝነበሩ ሰባት ሓበሬታ ኣሽሪኮም ኣውፅኦም ገና ፅባሕ ዝግበር ውግእ ማለት እዩ ዘ ሪፖርት ገይሮም ኣይንዋጋእን ፅባሕ ተታሓይ ዘሎ ውግእ ኣይንዋጋእን ኢሎም ሰሪዞም ወዮም ናብ ሄርኳርተር ነገሮም በፍፁም ሰብ ሃፍቲ ዝፈትዎ ውግእ ሰብ ሃፍቲ ዝንገሮ ውግእ ውግእ ከመይ ዘሎ ውግእ እዩ ተባሂሉ ሰራዊት ትግራይ መን ከም ዘውፅኦ እቲ መስ- እዚ ኮማንድ ንፃድቃን ድዩ ንወዲ ወረደ ንደብረፅዮን እቲ ሴንትራል ኮማንድ ዝበሃል ይፈልጥዎ እዮም መን ከም ዘውፅኦ ይፈልጡ እዮም ግን ከ ሓቢሮም ቀፂሎም ኣይተነቃቀፉ ገለ ይበሉ ስጉምቲ የወሰድሉ ሓቢሮም እዮም ቀፂሎም ውግእ ትግራይ ከምዚ ተመኒሑ ፕላን ይቕየር እዩ ፕላን ይቕየር ማለት ዝኾነ እንድሕር ተኮይኑ ይቕየር ከምቲ ናይ ትዴፍ ዝቐየሮ ይቕየር እዩ ማንም ናይ ብልፅግና ካድረ እየ ዝበሃል ፕሮፓጋንዲስ እየ ዝበሃል በዚ እንዳውፀልኩም ብዙይ ከዱ ብዙይ ከደ ድሮ ንመፀትካ ብዙይ ገርኩም ውቅዕዎም እንዳበለ እናወቅዐ ዘብድሞ ፕላን እናነገረካ እንታይ እየ ክንገብር ዝኽእል ኢኻ ትገብር ብፍላይ ድማ ድሕሪ መረፃ ኣት ኤኒ ታይም መሪሕነት መቐለ ድዩ ቤተ መንግስቲ ድዩ ደጀን ድዩ ዝኾነ ቦታታት ድምፂ ወያነ ትግራይ ቲቪ ኣት ኤኒ ታይም መጥቃዕቲ ክፍፅም ከም ዝኽእል ግምት ንውሰድ እዩ ኣብ መሪሕነት ትግራይ ኣብ ዓበይቲ ኢንስታሌሽንስ ኣብ ሚሊተሪ ዝኾነስ ኣብ ሲቪል ኢንስታሌሽን እውን መጥቃዕቲ ክፍፅም ከም ዝኽእል ግምት ንውሰድ እዩ መጥቃዕቲ መግለፂ ኣውፅኦ ኣሎ እዚ ናይ ፕረዚደንት ኦፊስ ዲዚ ኮሚኒኬሽን ግዲ ፓስወርድ ዘይተቐበሉ መስለኒ ኣብታ ፕረዚደንት ኦፊስ ትብል ፅሒፎም ኣለዉ ብዝኾነ ወደፋይ ኔትወርክ ቢልካ ኔርካ ብተለፎን ከዓ ዲካ ዘለካ ሪኤካ ኣለኹ እንታይ ኢና ክንገብር ንኽእል ብስሩ እቲ መሪሕነት ኣብቲ መሪሕነት ዘሎ ከመይ ክሳኻኸል ዝኽእል ብስሩ ማለት ክፀር ዝግብኦ ነገራት እንዝላልነት ስጉና ነግሊጀንስ ድዩ እንታይ ገርካ ክግለፅ ከም ዝኽእል ኣይፍለጥን ግን እቲ መሪሕነት እንታይ ንበሎ እቲ ህዝቢ እውን ክብሎ ዝግባእ ብዙሕ ነገር ኣሎ ግን ኣክሰስ ስለ ዘይብሉ ሚድያ ስለ ዘይብሉ ኣብ ሚድያ ዘለና ናይ ህዝቢ ጉዳይ ኣጀንዳ ነራምድ ኣለና ንሓስብ እሞ እንታይ ፀገም እኒኦ ኣብቲ መንግስቲ ኣብቲ ሰራዊት መሪሕነት
ቅድም ኢለ ገሊፀ እንደ ስታሊን ሕዚ ኮትሳ ኣንፈት ይደሊ መርት ህዝቢ እኮ ባዕሉ እዩ ዝቃለስ ህዝቢ ትግራይ እኮ ታራ ህዝቢ ኩዶ እንተይኮነስ ባዕሉ መራሒ እኮ እዩ ኣንፈት እዩ ዝደሊ ብዙይ ኪድ ዝብሎ እዩ ዝደሊ ባንዳታት ከመይ ከምዝቃለስ ናይ ኣርብዓ ሓምሳ ዓመት ተመክሮ ዘለዎ ህዝቢ እዩ።